ሰላም ሰላም ሰላማት ኣሕዋተይ። ከመይ ሓዲርኹም?
ከመይ ሓዲርኩም? ከመይ ውዒልኹም? ከመይ ውዒልኩም? እንታይ ኢና ንሰምዕ ዘለና? ጠቕላይ ሚኒስተር ኣብዪ ኣሕመድ ናብ ህዝቢ ትግራይ ዝለኣኾ ሓደ ጉዳይ ኣሎ። ሰበር መረጃ፣ ሎማዕንቲ ጠቅላይ ሚኒስተር ኣብዪ ኣሕመድ፣ ናይ ትግራይ ጊዚያዊ መንግስቲ ባዕልና ብጥቆማ ክንመርጽ ከም ንኽእል፣ ዳህስስ ትግራይ ደብዳቤ ፅሒፉ ኣሎ። እዚ ጥራሕ ኣይኮነን ብዛዕባ ጌታቸው ረዳ ድማ ሓድሽ ዝተረጋገፀ ጉዳይ ኣሎ። ከቢድ ኬዝ ከምዘጋጠሞ ብተደጋጋሚ ብሚድያታት ይግለፅ ነይሩ ሕጂ ግን ኣብ ሃገረ ዱባይ ሆስፒታል ሻርጃ። እንታይ እዩ ዝብል ብሓደ ክንሪና። እዚ ጥራሕ ኣይኮነን ኢቢኤስ ድማ ተቋሪፁ ኣሎ። ብሎሚ ዕለት ተቋሪፁ ኣሎ ካብ ሳትላይት። ተበዲለ እየ ግፍዒ በፂሒኒ ዝበለት ሓፍትና እውን ተኣሲራ ኣላ። ከምኡ ውን ሕማቅ ስማዕ ዘብል ድማ ንዚ ህጻን እዚ ዝወጽሖ በደል እዩ። ነውሪ ነውሪ ነውሪ ነውሪ ነውሪ። ብዛዕባ እዚኦም ካልኦቶም ክንሪና ሰናይ ምቅጥጣል። ኣለና ዶ ኣይስማዕ ሉይ ኣለና ዶ እስኪ ምዱም ሻካራካ ቦም ቦም ቦም ቦም ሰላም ሰላም ፍታቶም ኣግሽንተር ተመታተልቲ ኳዕ ብሰላም ናመዱና ብድሓን ሃ ብድሓን መጻኹም። ኣካም ኣካም ጅርቱ ጅራ ኣህለን ወሳህለን ኬፍ ሓልኩም ኒሃው እናበልና ብቻይና ነጋ መሕተኒ እናበልና ብሳሆ መደብና ጀሚርናዮ ኣለና ቅድና መድና ምኻድና ከምቲ ልሙድ እስቲ ሓንቲ ኮመንት ከምበልኹም ሳምሶን መሓሪ ዝበሃል ሓውና እንታይ ኢልኒ ቡም ሻካራካ ድሓን ዶ ኣለኻ ኣለኹ ዝሓወይ ቆርበት ዝብኢ ደኣ እሰር ኣብ ኢድኻ ይመጽእ ኣለዉ ተጠንቀቕ እ መን ይመጹ ኣለዉ? ኣሕዋት ለይሰማዕናዮ ጉዳይ ከይህሊ ኣቱም ሰባት ሓውኹም ይኾንኩም ድዩ? ሓድሽ ነገር ተሃልዩ ምሽ ኣነ ኩሉ ግዜ ይመጽእ ኣለኹ ይነግረኩም ኣለኹ እሺ ማርክ ስትልቲ ነዚ ቻናል እዚ ሓድሽ ዝኾንኩም ሰባት ሳብስክራይብ ምግባርኩም ከይትርስዑ ከምኡ ድማ ነዚ ቪድዮ እዚ ላይክ ኮልልና ኮመንት ጸሓፉልና።
ኮነት ጸሓፍልና።
ሸር ላይክ ሸር ሸር ሸር ኮመንት ሸር ሸር ጽንሑ ጽንሑ ጽንሑ ቅድሚ መድና ምኻድና ድማ ሓድሽ ተኸታታሊ ትግርኛ ፊልም ክጅምር ከም ዝኾነ ሰሚዕኹም ዶ ኣይሰማዕኹምን እምበኣርከስ እዚ ፊልም እዚ ብተጋሩን ኤርትራውያንን ዝተሰርሐት ስራሕ እያ

ኸምዛ ሽንቲ ወጢራትካ ትሸነላ ሰዓት ሃረር ኢልካ ዝጽበያ ከምኣ ማለት እኮ እያ ዳዳ። ስሩዕ ፈነወኣ ኣብ ቐረባ እዋን ኣብቲ ናይ ዩቱብ ተጸበዩታ። ቀሺ ማርከስ ፈትልቲ ኣብና ሎማዕንቲ መደብና ድማ ከምቲ ልሙድ ኣብዚ ማሕበራዊ ሚድያ ኣዘራረብቲ ዘለዎም ዛዕባታት ክንሪኢና ከምኡ ውን ብጣዕሚ ለስሕቁን ለዘናግዑን ቪድዮታት ድማ ተዳልዮም ኣለው ለስዑ ተይኖም ክንሳቅ ኢና ለውኪ ተኮይኑ ንበኪ ኢና ክዳን ክቅደድ ለብል ድማ ክዳንና ክንቀድድ ኢና። ክዳንኩም ቅደዱ ከምዚ ጌርኩም ክዳንኩም ቅደዱ። እንኳዕ ብሰላም ናብ ፍቅር ልኾነ ቻናል ብደሓን መጻኹም ተጋሩን ኤርትራን ኣሕዋተይ ብላይ ኣፋላይ ንቐጽል እስቲ ከም መእተዊ ክኾነና ብዙሕ ግዜ ንሕና ንሰብ ክንናገር ተለና ከይትናገር ኢልና ኢና ንናገርና ሓደ ሓውና በይዛኹም ኣይትንጉርኒ ይብለና ኣሎ እስቲ ንስማዕ እዚኦም ከይትነግሪ ኢልኩም ትነግሩኒ ሰባት ኦኬ በጃኹም በጃኹም ንዓይ ከይትነግሩኒ ክናገር እየ ትንፍሱ ኣነ ተነፊሐ ክመውት ሓመይቲ ሰብኣይ ኮ ወደ ይሓምድ እዩ
ኣሓት ሓቂ እዩ ባይዘወይ እዛ ከይትናገር ኢልካ ልናገሩ ሰባት እኒአው እንዲኦም እሳቶም እውን ኮ ከይትናገሩ ተባሂሎም እዮም ተነጊሮም ግን ንዓና ይነግሩና ካብኡ ንሕና ንካሊእ ሰብ ምስ ተናገርና ንሕና ለን ንካሊእ ሰብ ክንናገር ተለና በይዛኻ ከይትናገር ኢልና ኢና ንናገር ስለዚ ኣይንነጋገር። ሰላም ሰላም ምሳኹም ዘለኹ ሓውኹም ኮመንታተር እየ ሕጂ ከዓ ፀዓዱ ብዙርያና ወለል ኢለን ኣለዋ ሕቡሽ ከዓ ኣብ ኮመንትስ ወለል ከብለን ውዒሉ ኣሎ ኣነ ከዓ ኮመንት ስለቕም ለቕም ኣቢለ ኣቃምም ኣቢለ ኣቕሪበልኩም ኣለኹ እዛ ቪድዮ መንረያ

ጉድ እዩ
መቸም ቴስዓን ሓደን ብሄር ኮይና እንዲና ክንምለስ
እንዲና ክንምለስ ናይ ሓቂ በዝሕና ኢና ኒና ዕልዋ መንግስቲ ጥራሕ ኣይኮነን ዘሎ ዕልዋ ባህሊ እውን ኣሎ እዛ ዋዕሮ ዕልዋ ገይራትለና ኣላ ኮዳ ዕረ እዛ ኮሽሽ ኣቢላትና ኣታ።
ናይ ብሓቂ እንኪ ዝሰምዐት ሄዋን መቸም ዘይትኾነ የብላን። ኣይ ኣብዚኣስ ኣይንሕሸን ሓንቆ ጀምዓ ከቀባጥረለን ኢለ እኮ ኣይከሰርናን ማለት እኮ እዩ ናይጀርያ ምንጥሉና በዚ ኸ ይመፀና ኣማሊስና ኣማሊስና ተመሊሰን
ኣባጓይላ የድልየና ኣሎ ስርዓት ናይ ሳዕስዒት የበላሽዋ ኣለዋ ግን ኬፍ ኣለወን ኬፍ ኣለወን ኣው ኣቦጓይላ የድልየኒ ብጣዕሚ
ሕቡሽ እኮ ዘይገብሮ የለን ንዓለም የላምዳ ኣሎ ምስ ባህልና ሽፎነ እየ ምስቲ ቁናነይ ሽፎነ እየ ሽፎነ ናይ ባሓቂ ኣግማል ድየን ዝሓልፋ ዘለዋ ኖ ኣፍራስ እምበር ዳርኣኻየን ክልተ እግረንሲ ኣግማል
ኦኤምጂ ኦ ማይ ጋድ ፕሊስ ፃሕ ገርገር ትብል ናይ ማና ሳላ ቪድዮ ፕሊስ ንሳ ግበረለይ ዛት ኢዝ ሞር ፋኒ
ከም ትሪእዎ ዘለኹም እዩ ባህልና ኣብ ምንታይ ኩነታት ከም ዘሎ ኩልኹም ከም ትሪእዎ ዘለኹም እዩ ናብ ናይጀርያ ኣትዩ ናብ ናይ ቻይና ኣትዩ ዘይኣተዮ ብሄር የለይ እና ንበዝሕ ኣለና ኢና ፅቡቕ እዩ ብዙሑ ተባዝሑ ተባሂሉ እዩ ንገረኒ እንታይ ኢኻ ውይ ሽማግለ ኮይንኻ መተዓረቂ ኣይገርኹም እሺ እሺ እዛ ሰበይትማ እማሲ ኢላ ትጅምር ሓብ- ባዕሉ እሱ ትደግሞ እማሲ እሱ ኢላ እሳ ዝተናገረቶ ደጊሙ ይናገሮ እማሲ ሽማግለ ሓደ ምዃን ግዛ ከቢድ እሞ እዩ። በቃ ኢሉ ተዓረቑ እማሲ እማሲ ላለት ጎረርና ቃዕቃዕ ኣቢላትና ዝናብ ወቕዕና ዝናብለ ዘኒብና ግዛዕ ህክይ ቢሎምና ኣነማ ብስሩ ዳል ክልቲኦም ጨፋፊዖም ክመፅ ኢለ ነይረ መሆኮዮ እሞሲ ኣይ ቁርፅ ለለ ኢሉ ውጋዕ ሰኣይሲት ትበኣስ ተለኻ ማለት ኦ ሽምገል ተለኻ ቁርፅ ቁርፅ እዚኣ እዚኣ ቁርፅ እዚኣ ቁርፅ ስለ ስለ ኣይደልያ እዚኣ እዚኣ እህም። እዚኣ ከይትገብሪ ሰኻለ እዚኣ እዚኣ ከይትገብሪ ይበሃል እምበይ እሞሲ እሞሲ እሞሲ ትርማ ዝናብ ዘኒብኒ ዝቑሪ ዋይ ሳምባይ ባዕሉ ቁሪ ተዓፅዩ ናይ ብሓቂ ባይዘወይ ሽማግለ ሃም ሽማግለ ከቢድ ነገር የለን ብዝወዲ ትሰምዕ ኢኻ ብዛ ጓለ ትሰምዕ ኢኻ ከዚ ክትተዓረቆም ክትምክር ተለኻስ እሞሲ እሞሲ እሞሲ ተዓረቁ
እቲ ጸገም ሃም ለሎ ኮይኑ እሞሲ ተዓረቁ በቃ

ትፈልጣ ኢኻ እንታ መኪና ኣለ መቐር ለለት ለኣኸትክን ፍትሕ ኣቢለ ከንብረክን ደቂ ዓበይቲ ሽታ
ኣሕዋት ኣወዳት ኣሕዋትና ክንደይናይ ተጨኒቖም ከም ዘለዎ ከም ትሪኡ ኣለኹም ኢኹም ሓደ ሓደ ኣዋልድ ምፅ ኢለን መኪና ለይብልካ ወዲ እታ ክትኾን ገንዘብ ለይብልካ ወዲ እታ ክትኾን ደሞዝካ ልዕሊ ሓሙሽተ ሚእቲ ሽሕ ተለይ ኮይኑ ኣብ ወርሒ እታ ክትኾን ስለ ዝብላ እዞም ኣሕዋትና ከም ትሪእዎም ኣለኹም ኣብ ጭንቀት እዮም እኒኦም ድምፂ ኣወዳት ይሰማዕ ይኣክል ኣብ ልዕሊ ኣወዳት ልበፅሕ ዘሎ ሰቆቆን ክሓልፍ እዩ።
ሰላም ሰላም ይሕዋት ለማዓንቲ እንታ ክብል እስከ መፅየ ኣብዚ ሜድያ መርዓ የሕጉሰካ ማለት ኣይኮነን ውላድ የሕጉሰካ ማለት ኣይኮነን ብደይ ከምኡ ክትነብር ትኽእል ኢኻ ማለት ዳይኮነን ገለ ትብላ ኣዋልድ ማለት እዩ እዚ ከይገደፍክንኦ ኣነ ከዓ ምምፃእ ኣይገድፎን እየ ምክንያቱ ብቀዳማይ ሓንቲ ኣብ ሜድያ እንታይ ትብል ኔራ ኣበይ ዓዲ ከም ትቅመጥ ኣይፈልጥኳን ነተን ሲንግል ማም ሓደ ድወለዳ ሲ በይንካ ምንባር ንባዕሉ ከቢድ ስለ ዝኮነ እዚ ንክምርዓዋስ ባዕሎም ቶም ዓድስ ይደፋፍኡካ ኢላ ትዛረብ ኔራ ሽዑ ግን ግዜ ኣይነበረንን ኣትየ ክሓታ ገለ ኣይከኣልኩን ኣበይ ዓድኪ ኣበይ ዓዲ ኢኪ ትነብሪ ክብላ ማለት እዩ ስለዚ ውላድ ካብ ብዙሕ ነገር እዩ ዘትርፈካ ንበይንካ ሕልምልም ምስ በልካ ዋላ ሓውካ ጽባሕ ምርኩስ ኣይኮነካን እዩ መቸም ኣብዚ ስደት ብፍላይ ስለዚ እስኺ ብውላድ ካብ ብዙሕ ነገር ከም ትርፋ ኣሚንክን ሓዳር ሓንቲ ሕማቕ ሓዳር ተገበረት ግድን ኣይኮነን ከም ኣናትኪ ፅባሕ ንግሆ ናትኪ ናትኪ እዩ ስለዚ ሓዳር ግበራ ውለዳ ነዘን ናእሽቱ ኣሕዋትና ናይ ብሓቂ ሰሚዕኽን ኣለኽን ስቅ ኢልኽን ንይንይ ትበላ ሓዳር ግበራ ውለዳ ትበሃላ ኣለኽን። እወ ዶ መን ይብሉኻ መዓረይ።
ሰካራም ውሽማ እሺ።

ናተይ ኣየን ደንሲ ዝኾነ ሙዚቃ ዘይኮነ ነዚ ዘረባ ሰብኣያ ነበረ እቲ ደጓት ሰካራ
ጥፋት ማለት ኣነ ኣነ ተትኾን ወይ እስኻትኩም ተትኾኑ ሲ ናይ ብሓቂ ብቦክሲ ብቻ ምተፋታሕኩሞ ኣነ ክቐትሎ ነይረ ይቕሬታ ግበሩለይ በቃ ክቐትሎ ነይረ እዚ ሰብ እዚ ፍልይ ለብሎ ከዓ ብራዘር ሃምዚ ኣይትነግረካ ይድያ ሃምዚ በቃ ሃምዚ ዝኾነ በቃ ዝኾነ ሚስጥር ቅለል ለሎ ሚስጥር ምሽንያ ኣይትነግረካ ይድያ ኣነ እኮ የቦም
ወረ መድሃኒኣል እስቲ ኣሕዋት ብጣዕሚ ዘገረመትኒ ድማ ናዛ ሓፍትና እዚኣ ቪድዮ እዩ ሰላም ሰላም ሰላም ዶ ጁስ ስፕሪስ ድያ ትሰትላ እሺ ተናገሪ ማዕረ ተናገሪ ኣሕዋት ሓቃ እያ ዝሓፍትና እዚኣ ጁስ ክባር እዩ ባይዘወ ብጣዕሚ እዩ ክባር ቀደም እንታይ ነይሩ ወርቂ ኣብ ዝንኻ ጌርካ ኣብ ግንባርካ ጌርካ ሰላም ሰላም ኢልካ ወርቅኻ ተርእዮም ከዚ ከዓ ሰላም ሰላም ኢልካ ጁስ ሰላም ሰላም ኣታ ዝኾነ መንእሰይ ጎበዝ ከምዚ ከማይ ኣብ ምንታይ ዝብል ተሳኢኑ ሓደ ሓደ መንእሰይ ልሳን ሓደ ነዛ ነዛ ሃገር ሓደ ሓደ ለባም ተሳኢኑ እዛ ዓዲ እዚኣ። እሺ ብታትልቲ እስቲ ናብቲ ዝቅጽል ኣዘራረብቲ ዘለዉ ዛዕባታት ክወስደኩም እሱ ድማ ሓደ ናይ ኢቢኤስ ጉዳይ እዩ ኢቢኤስ ብሎሚ ዕለት ተቋሪጹ ኣሎ ካብ ሳትላይት እቲ ምክንያት ድማ ያው ከም ዝፍለጥ ሓንቲ ሓፍትና ኣብ ሚድያ ኣቅሪቦማ ነይሮም ጾታዊ ዓመጽ በጽሕዋ ከምኡ ድማ ብዙሕ ግፍዕታት ልረኤትን ከምኡ እውን ልወለደትን ህፃን ቆልዓ እያ እቲ ቪድዮ ከም ትሪእዎ ዘለኹም መብዛሕትኡ ሰብ እኳ ሪእዎ እዩ እኮ ትጀሻለትን ስትለኝ እንዲሁ ነን ሁለት ሁለት አባለ ስንኩል ማን ይቀበለናል አልኳት። ምክንያቱም ማንም ቢሆን እንደዚያ ደሜ እየፈሰሰ እንደዚያ ምድሩ ሁሉ ጨልሞብኝ ነገ ነገ ወዲያ የተሻለ ህይወት አገኛለሁ ብዬ ነገ ነገ ወዲያ

እና ብስንኪ እዛ ሓፍትና እዚኣ ናብ ሚድያ ኣውፂኹምዋ ወይ ድማ ሚስጥርናስ ኣጋሊፅኹም ብምባል ናይ ኢቢኤስ ሳትላይት ኣቋሪፆምዎ ኣለዉ ብልቕፅል ድማ እቲ ብጣዕሚ ዘገርም ድማ ኢቢኤስ ቲቪ ካብ ሳትላይት ምቁራፅ ዘይኮነስ እዛ ተበዲለ እየ ግፍዒ በፂሒኒ ዝበለት ሓፍትና እውን ተኣሲራ ኣላ። እስቲ እዛ ቪድዮ እዚኣ ንከታተል። በአሁን ሰዓት እንግዲህ ብርቱካን መታሰሯ ተሰምቷል። ያሰራትም የአዲስ አበባ ፌዴራል ፖሊስ ሲሆን አንዳንድ ነገሮችን በማጣራት ላይ እንደሚገኝ ተገልጿል። እሺ ማርክ ሰትልቲ ከም ትሪእዎ ዘለኹም እዩ ነገር ግርምቢጥ ክንዲ እሳ ኣብ ሚድያ ወፅያ ተበዲለ እየ ተገፊዐ እየ ኢላ ክትዛረብ ተላ ክንዲ ንኣ ፍትሒ ምሃብ እዛ ሓፍትና እዚኣ ድማ ሓሾት እዩ ማንም ዝደፈረኪ የለን ማንም ዝበደለክን የለን ብልብል ምክንያት እዮም ኣሲሮማ ዘለው እሺ ተክትልቲ እስቲ ናብቲ ዝቐጽል መደብ ድማ ክወስደኩም እሱ ድማ ጉዳይ ኣብይ ኣሕመድ እዩ ብሎሚ ዕለት ጠቅላይ ሚኒስተር ኣብይ ኣሕመድ ናብ ህዝቢ ትግራይ ጻውዒት ኣቕሪቡ ኣሎ እሱ ድማ ምምራጽ ግዝያዊ ምምሕዳር ብልብል እዩ እስቲ እዛ ቪድዮ እዚኣ ንከታተል ሰበር መረጃ፣ ሎማዕንቲ ጠቅላይ ሚኒስተር ኣብይ ኣሕመድ ናይ ትግራይ ጊዚያዊ መንግስቲ ባዕልና ብጥቆማ ክንመርፅ ከም ንኽእል ናብ ህዝቢ ትግራይ ደብዳቤ ፅሒፉ ኣሎ። ንክልተ ዓመት ዝኣክል ጊዚያዊ መንግስቲ ትግራይ ናመርሐ ዝፀንሐ ኣይተ ጌታቸው ረዳ ዕድመ ዘመኑ ከም ዝወደኣ ይፍለጥ እዩ። ብዝሓለፈ ሰሙን ደማ ተጨማሪ ሓደ ዓመት ጊዚያዊ መንግስቲ ልበሃል ዕድመ ከም ዝህልዮ ተናጊርና ነይሩ እዩ። ኸዚ ደማ ንህዝቢ ትግራይ ንጌታቸው ረዳ ልትክእ፣ ብጥቆማ ጊዚያዊ መንግስቲ ክንመርፅ ከም ንኽእል ነጊርና ኣሎ። እታ ንመርፀላ ኢመይል ደማ እዚኣ እያ፣ እዚኣ ንኣና ኻዓ ከምኣተኹም ኹለኹም ክትመርፁ ትኽእሉ ኢኹም። የቐንየለይ። እሺ ማርክስ ልቲ ከም ትሪእዎ ኣለኹም እዩ ግዜያዊ ምምሕዳር ፕሬዚደንት ብህዝቢ ትግራይ ብኢሜይል ጌርካ ከም ንመርፅ ኣብዪ ኣሕመድ ፃውዒት ኣቕሪቡ ኣሎ እውን ምምስራት ኣሳታፊ ግዜያዊ ምምሕዳር መንግስቲ ትግራይ ብዝምልከት ዝተደንገገ ናይ ቤት ምኽሪ ሚኒስትራት ደንቢ ቁፅሪ 533 እዝባር 2015 መሰረት ዝቖመ ግዜያዊ ምምሕዳር ትግራይ ንክልተ ዓመታት ኣብ ስራሕ ምጽንሑ ዝፍለጥ እዩ። ብመሰረት ኣዋጅ 359 እዝባር 1995 ዓንቀጽ 15 እዝባር 3 ግዜያዊ ምምሕዳር ንክልተ ዓመት ጥራይ እዩ ክጸንሕ ዝኽእል። ጭቡጥ ምኽንያት እንተሃልዩ ግና ዕድመ እቲ ግዜያዊ ምምሕዳር ምንዋሕ ይከኣል። በቶም ቅድም ክብል ዝተገልጹ ሕግታትን ውዕሊ ፕሪቶርያ ዝቖመ ግዜያዊ ምምሕዳር ትግራይ ኣብ ውሽጢ ክልተ ዓመት ናይ ግዝያዊ ምምሕዳር ዕማማቱ ኣጻፊፉ ሓላፍነቱ ብህዝቢ ንዝተመረጸ መንግስቲ ከረክብ ይግባእ ነይሩ። ይኹን እምበር ግዝያዊ ምምሕዳር ትግራይ ዝትወሃቦ ቁልፊ ዕማማት ኣብ ዝተወሰነሉ ግዜ ከጻፍፍ ኣይከኣለን። ካብቶም ቁልፊ ዕማማት ሓደ ምርጫ ንምክያድ ዘኽእል ምቹእ ኩነታት ምፍጣር እዩ። እዚ ዕማም እዚ ካብቶም ዘይተጻፈፉ ዕማማት ሓደ ብምዃኑ ዕድመ ግዝያዊ መንግስቲ ብምምሕያሽ ብሓደ ዓመት ምንዋሕ ግድን ኮይኑ ኣሎ። መንግስቲ ፌደራል ኣብ መሬት ዘሎ ጭቡጥ ኩነታት ኣብ ግምት ብምእታው ዕድመ ግዝያዊ መንግስቲ ንምንዋሕ ፖለቲካዊ፣ ምምሕዳራውን ናይ ሕግን ስራሕቲ ኣብ ምክንዋን ዝርከብ ኮይኑ ምስዚ ተኣሳሲሩ ሓድሽ ፕሬዚዳንት ግዝያዊ ምምሕዳር ምሻም ኣድላይ ኮይኑ ኣሎ። ከም ዝፍለጥ ብመሰረት ደንቢ ቁፅሪ ሓሙሽተ ሚእትን ሰላሳን ሰለስተን እዝባር ክልተ ሽሕን ዓሰርተ ሓሙሽተን ዓንቀፅ ሰለስተ እዝባር ክልተ ፕሬዚዳንት ግዜያዊ ምምሕዳር ምሻም ናይ ቀዳማይ ሚኒስትር ሓላፍነት እኳ እንተኾነ ህዝቢ ብዝተማልአ መንገዲ ብምርጫ መራሕቱ ክሳብ ዝመርፅ ኣብ ጥቆማ ፕሬዚደንት ግዜያዊ ምምሕዳር ተሳትፎ ክህልዎ ኣድላዪ ብምዃኑ ንዕማማት ግዜያዊ ምምሕዳር ብብቕዓት ክፍጽሙ ይኽእሉ እዮም፣ ሰላምን ድሕንነትን እቲ ክልል ከረጋግጹ ይኽእሉ እዮም ትብልዎም ሑጹያት ኣብ ታሕቲ ናብ ዝተገለጸ ናይ ቀዳማይ ሚኒስትር ቢሮ ኢመይል ኣድራሻ ካብ ሎሚ ጀሚርኩም ጥቆማኹም ክትልእኹ ነፍልጥ ይብል። መጠቆሚ ኢመይል እውን ኢንፎ ኣት ፒኤምኦ ዶት ጂኦቪ ዶት ኢቲ ኢሉ ጽሒፍዎ ኣሎ። ዕሽማር ክስልቲ ከም ዝሰማዕኹሞ እዩ መብዛሕትኡ ሰብ ብኢሜይል ገይሩ እናመረፀ እዩ ዝርከብ ብልቐፅል ብዛዕባ ጌታቸው ረዳ ድማ ዝተረጋገፀ ሓደ ሓቂ ኣሎ እሱ ድማ ናይ ጌታቸው ረዳ ካብ ፕሬዚደንትነት ክልተ ዓመቱ ኣኺሉ ኣውቂዑ ካብ ስልጣን ከም ዝወረደ እውን ኣብዪ ኣሕመድ ሓቢሩ ኣሎ ሕጂ ሓድሽ ፕሬዚደንት እዩ ዝምረፅ ዘሎ። ብልቕፅል ጉዳይ ጌታቸው ረዳ ጥዕና ብልምልከት ድማ ብዙሕ ሰብ ኣተሓሳሲብዎ ነይሩ። ጌታቸው ረዳ ኣብ ዱባይ ንሕክምና ከም ዝኸደ መብዛሕትኡ ሰብ ይፈልጥ እዩ። እስቲ ብዝኸፅ ሰዓት ዝኸ ጌታቸው ረዳ ኣብ ምንታይ ኩነታት ኣሎ ልብል እዛ ቪድዮ እዚኣ ንከታተል። ጉዳይ ጥዕና ፕሬዚዳንት ጌታቸው ረዳ ኣብ ሃገረ ዱባይ ድሕሪ ናይ ክልተ መዓልቲ ሕክምና ክትትል ለውጢ ጥዕና ከም ዘርኣየ ተሓቢሩ። ንሓደሽቲ ሓበሬታታት ንቻናልና ፎሎው፣ ንካልኦት ንክባፃሕ ሸር ንቪድዮና ድማ ብላይክ ይጀምሩ። ፕሬዚዳንት ጌታቸው ረዳ ንሕክምና ክትትል ቅድሚ ክልተ መዓልቲ ናብ ዱባይ ከምዘቕነዐ ይዝከር። ኣይተ ጌታቸው ረዳ ናይ ጥዕና ፀገም ከቢድ ኬዝ ከምዘጋጠሞ ብተደጋጋሚ ብሚድያታት ይግለፅ ነይሩ። ሕጂ ግን ኣብ ሃገረ ዱባይ ሆስፒታል ሻርጃ ኦርያ ድሕሪ ክትትል ምግባሩ ቁሩብ ከም ዘመሓየሸ ተገሊጹ። ድሕሪ ክትትል ሕክምንኡ ድማ ኣብ ውሽጢ ሰለስተ መዓልታት ናብ ቦሌ ኢንተርናሽናል ኤርፖርት ኣዲስ ኣበባ ከም ዝምለስን ቀጥታ ድማ ጉዕዞ ናብ ኣሉላ ኣባ ነጋ ኢንተርናሽናል ኤርፖርት ኲሓ ከም ዝገብር ኣልሻዱህ ኣረቢክ ኒውስ ሓቢሩ። ኣብ ዱባይ ድማ ብተጋሩ ኣሕዋትና ደስ ዝብል ኣቀባብላ ከም ዝተገበረሉ'ዩ ተገሊጹ። እሺ ማርክስ ስልሲ እዛ ዜና ከም ዝሰማዕኹምዋ እዩ ጉዳይ ጥዕና ጌታቸው ረዳ ኣብ ጽቡቕ ኩነታት ከም ዝርከብን ድሕሪ ክልተ መዓልቲ እውን ናብ ኣዲስ ኣበባ ከም ዝኣቲ እናተሓበረ እዩ ዝርከብ ያው ሙሉእ ምሕረት ይግበረሉ ክብል ይፈቱ እስቲ ናብቲ ዝቐጽል መደብ ድማ ክወስደኩም ጉድ ለበለኒ ንመስምዑ ዘደንጸወኒ ሓደ ጉዳይ ኣሎ እሱ ድማ ናዚ ዕሸል ህፃን ቆልዓ እዩ ብጣዕሚ ብዙሕ ሰብ ሼር ላገበሮ ነይሩ እዚ ህፃን ቆልዓ እዚ እንታይ እዩ ኣጋጢምዎ ኣብ ትግራይ

ይሕመካ ሕዚ ዳሕና ኢኻ ሕዚ ሕዚ እንታይ ትገብር መሲልካ ኩሉ እዚ ንርስዖ ኢና ሓቢርና እሺ በቃ ምንም ኣይተፈፀመን እሺ እንታይ ኢና ክንገብር ዘለና ትምህርትና ንመሃርዎ ትምህርትኻ ጎዝ እንድኻ በቃ ትምህርትኻ ትርኢ ትመሃር ካብኡ ዝደለኻዮ ነገር ከዓ ንማሚ ተሓታ እርሳስ ግዝእለይ ደፍተር ግዝእለይ ንሕና ድማ ምስ ማሚ ኮይና ንዓኻ ንሕግዘካ ኢና ሽም ንርሶዕ ኢና ወደ ኩሉ
ሽማር ክሰትልቲ ከም ዝሰማዕኹሞ እዩ እዚ ህፃን ቆልዓ እዚ ብጣዕሚ ልሕዝን ብጣዕሚ ልሕፍር ከም ማሕበረሰብ ናበይና ንኸለና ክትብል ተለካ ኣዝዩ ካለ ኣዝዩ ከኣ ዘፍርሕ ግዜ ኢና በጺሕና ዘለና ከም እዚስ ህጻን ቆልዓ እዩ ከም ትሪእዎ ኣለኹም እዚ ህጻን ቆልዓ እዚ ብዙሕ ነገር እዩ ዝጽበዮ ዘሎ ከምኡ ድማ እቲ ገበነኛ እውን ከም ሰላማዊ ሰብ እዩ ዝንቀሳቐስ ዘሎ ስለዚ እዚ ገበነኛ እዚ ናብ ሕጊ ክቐርብ ክኽእል እኒኦዎ ነውሪ ነውሪ ነውሪ ነውሪ ነውሪ ስለዚ ኩልኻ ትግራዋይ ኩልኻ ትግራዋይ ኣብ ልዕሊ እዚ ህፃን ዝበፅሐ ፆታዊ ዓመፅ ክትኩንን ጥራሕ ኣይኮነን ንወንጀል ብወንጀል ክጥየቅ ስለ ዝግብኦ እዚ እዚ ዓመጽ ዝገበረ ሰብኣይ ስለዚ ነታ ኣዲኡ እውን ኣብ ሓደጋ ንከየውድቅዋ ሚስጥርና ኣቃሊዕክና ጉድና ኣቃሊዕክና ኢሎም ስለዚ ኩልካ ትግራዋይ ኣብ ጎና ክትከውን ኣለካ ን ነዚ ህጻን እዙይ ዝዓመጸ ሰብኣይ ብጣዕሚ ብዕሉ ቤት ትግራዋይ ስለዚ መዓት ሕማም ዘለዎ ኣብ ትግራይ ስለ ዘሎ ሕጂ እቲ ሰብኣይ ንሱ እንታይ ዓይነት ሕማም ከም ዘለዎ ኣይፍለጥን እዙይ ህጻን እዩ ትፈልጦ ተኣምር የብሉን ስለዚ እዚ ህጻን እዚ ሂወቱ ተባላሽዩ ኣብ ትሮማ እንዳነበረ ንሕና ተጋሩ ስቅ ክንብል የብልናን ስለዚ ስለ ህጻናት ስለ ኣንስቲ ስለ ኣዴታት ንጭነቅ እንተኾይና ሎማዓንቲ በዚ ቆልዓ እዙይ ጀምሩ ስለዚ እዚ ቆልዓ እዙይ ፍትሒ ክረክብ ኣለዎ ስለዚ ስምዕዎ ብጣዕሚ እዩ ዘደንግጹ ብጣዕሚ እዩ ዘሰቅቀካ ምስማዕ እዩ። ፍትሒ ነዚ ቆልዓ እዚ ፍትሒ ንህፃን ፍትሐ ነዚ ህፃን እዙይ ስለዚ ተጋሩ ምህላውና ነራጋግፀሉ ሰዓት እዩ ሕይ ስለዚ ንህፃናትን ነዴታትን ዘይንኸውን ተጋሩ ተጋሩ ኣይኮናን ስለዚ ነዚ ህፃን እዙይ ፍትሒ በይዛኹም በይዛኹም ወዲኤ ኣለኹ። እሽማር ክስልቲ እዚ ሓውና እዚ ዝሃቦ ኩሉ ሓሳብ እውን ትኽክል እዩ ብዝኸት ሰዓት እዚ ናበይ ኢና ንኸድ ኣለና ካብ ሃይማኖትና ርሒቕና ካብ ሕጊ ርሒቕና ካብ ሰብኣውነት ርሒቕና ኣብ ሕማቕ ደረጃ ኢና ዘለና እሞ ከም ሕብረተሰብ ብጣዕሚ ዘፍርሕ ግዜና በፂሕና ዘለና እቲ ልበደለ እውን ናብ ሕጊ ተዘይቀሪቡ ኻልኦት ሰባት ኸምዚ ዓይነት ስራሕቲ ንክሰርሑ ኢና ነበረታትዖም እሞ ሕጂ እውን ናይዚ ሓውና እዚ ስቃይ ናዚ ህፃን ቆልዓ እዚ ስቃይ ኹላትና ስቃይና እዩ ኢልና ልዚ ልበደለ ልዚ ግፍዒ ለብፀሐሉ ኣብ ልዕሊ እዚ ህፃን ቆልዓ ናብ ሕጊ ክቀርብን ግቡእ ልኾነ ቅፅዓትን ክረክብ ክኽእል እኒኤዎ በሃሊ እየ። እሺ ተከታተልቲ ናይ ሎማዓንቲ መደብና እዚ ዝመስል ነይሩ ኣብ ዝቅፅል ቪድዮስ ክዓ ንጋነይ ሞቾ በብልኹሞ ሰላም ይኹንለይ።